ኣብ ስዊዘርላንድ ብዝቕመጥ ኣቶ ኪዳነ ገብረመድህን ዝተጻሕፈት ዓሰርተ ሽሕ መዓልቲ ጉዕዞ ብረታዊ ቃልሲ ንናጽነት ዘርእስታ ሓዳስ መጽሓፍ ብ ዕስራን ሓሙሽተን መስከረም ኣብ ሆቴል እምባሶይራ ተመሪቓ። ነቲ ስነ-ስርዓት ዝተኸታተለት ጋዜጠኛ ኤሪና ፍሮይን ፍጹም ስፍሕ ዝበለ ጸብጻብ ኣዳልያ ኣላ።
ኣብ ስዊዘርላንድ ብዝቕመጥ ኣቶ ኪዳነ ገብረመድህን ባርባ ዝተጻሕፈት ዓሰርተ ሽሕ መዓልቲ ጉዕዞ ብረታዊ ቃልሲ ንናጽነት ዘርእስታ ሓዳስ መጽሓፍ ብ ዕስራን ሓሙሽተን መስከረም ኣብ ሆቴል እምባሶይራ ተመረቐ። እዛ ብልዕሊ ሚእትን ሰብዓን ገጻት ዝቖመት መጽሓፍ ኣብ ናይ ሰላሳ ዓመት መሪር ገድላዊ ጉዕዞ ህዝቢ ኤርትራ ኣብ ነብሲ ወከፍ መዓልቲ፣ ወርሕን ዓመትን ዝተኻየደ ፍጻሜታት፣ መስተንክራዊ ቅያን ስርሒታትን፣ ከምኡ'ውን ዝተኻየደ ከቢድ ምርብራብን ኤርትራዊ ጅግንነትን ዝሓዘለት እያ። ደራሲ ኣቶ ኪዳነ ገብረመድህን ኣብቲ ናይ ምምራቕ ስነ-ስርዓት ኣብ ዘስምዖ ቃል፣ ካብ ወርሒ ጥሪ ሽሕን ትሽዓተ ሚእትን ሰብዓን ሓሙሽተን ክሳብ ኣርዑት መግዛእቲ ተሰይሩ ናጽነት መላእ ኤርትራ ዘበሰረት ግንቦት ሽሕን ትሽዓተ ሚእትን ተስዓን ሓደን ከምኡ'ውን ኣብ ልዕሊ ኤርትራን ህዝባን ዝወረደ ኣደራዕ ዘስካሕክሕ መግዛእትን ዝተፈጸመ ጅግንነታዊ ታሪኽን ኣውራ ትሕዝቶ ናይታ መጽሓፍ ምዃኑ ጠቒሱ ንመንእሰይ ወለዶ ዝተሓልፈ ጉዕዞ ምረቱ፣ ንውሓቱን መቐረቱን ንምንጽብራቕ ሃቂኑ ከምዝጸሓፍ ኣብሪሁ። ጅግንነት ህዝቢ ኤርትራ ሰኒድካ ዘይጽንቀቕ ታሪኻዊ ፍጻመ ምዃኑ ዘመልከተ ኣቶ ኪዳነ፣ ዝነብር ታሪኽ እምበር ዝነብር ህይወት ስለ ዘየለ፣ ነብሲ ወከፍ ዜጋ ናይ ቃልሲ ይኹን ናይ ህይወት ተመክሮ ዘዘንቱ ኣብ ኣእምሩኡ ዝሰፈረ መጽሓፍ ንወለዶታት መወከሲ ብዝኸውን ኣገባብ ክስንድ ዜግነታዊ ሓላፍነት ከም ዘለዎ ድሕሪ ምዝኽኻር፣ መጽሓፉ ኣብ ኢድ ኣንባቢ ንኽትበጽሕ ኩሉ መዳያዊ ምትሕብባርን ምድጋፍን ንዝገበሩሉ ኩሎም ምስጋንኡ ኣቕሪቡ። እቲ ታሪኽ ነዊሕ እዩ ብዓቕመይ እስኪ ካብ ዝጠፍእ እዚ ታሪኽ እዝስ ገለ ዶ ኾን ካብ ዝብል ሓሳብ ተበጊሰ ኣብቲ መደምደምታ ክበፅሕ ምኽኣለይ እግዚኣብሔር ኣምላኽ ምስጋና ይብፀሓዮ ካልኦት ኩሎም ብፆተይ ነዚኣ ተግባራዊ ንምግባር ዝሓገዙኒ ብሞራል ይኹን ብዝኾነ ይኹን መለክዒታት ከይመስገወንኮም ክሓልፍ ኣይደልን። ደራስን ተመራማሪ ታሪኽን ባህልን ኣቶ ሰሎምን ጸሃየ ብወገኑ፣ እታ መጽሓፍ ሓቚፋቶ ንዘላ ትሕዝቶ፣ ተጠቒሶም ዘለዉ ፍጻሜታት፣ ኣገባብ ኣቀራርባ፣ ከምኡ'ውን ዘለዋ ብልጫታትን ሕጽረታትን ብዝምልከት ሰፊሕ መግለጺ ድሕሪ ምቕራብ፣ እዚ ኣብ ዓለም ውሑድ መዳርግቲ ጥራይ ዝርከቦ ገድላዊ ጉዕዞ ህዝቢ ኤርትራ፣ ብዝተፈላለየ መልክዓት ክስነድን ናብ ወለዶታት ክሰጋገርን ስለ ዝግባእ፣ ደራሲ ንዝወሰዶ ተበግሶ ሞጊሱ። ተመሳሳሊ ተመኩሮታት ከኣ ምስ ኩልና ኣሎ። ናይ ቃልሲ ጥራይ ዘይኮነስ ናይ ህይወት ብሓፈሻውን። ስለዚ ንሕና ውን እቶም ብዙሕ ምናልባት ካብዚ ዝዓቢ መጻሕፍቲ ክንጽሕፍ ንኽእል ሰባት ክንህሉ ንኽእል ኢና። ወይ ዝበዝሐ ዛንታ ሒዝና ዘለና ሰባት ክንህሉ ንኽእል ኢና። ወይ ዝያዳ ክእለት ዘለና ሰባት ክንህሉ ንኽእል ኢና ኣሎና ከኣ ግን ከይጸሓፍናዮ ንነብር ኣለና ናይ ኣቶ ኪዳነ ተበግሶ እቲ ምሳኻ ዘሎ ፍልጠትን ሓበሬታን ተመክሮን ኣውጺእካ ንዳሕረዎት ወለዶታት ምስግጋር ክሳብ ክንደይ ጠቓምን ነባሪ ውርሻን ከም ዝኾነ ኢዩ። ዘርእየና እሞ እዛ ኣብነት ናይ ኣቶ ኪዳነ ኣዝያ ዓባይ እያ ነዛ ኣብነት እዚኣ ከኣ ኣዝየ የመስግኖ። ዓሰርተ ምዕራፋት ዘጠቓለለት መጽሓፍ ዓሰርተ ሽሕ መዓልቲ ጉዕዞ ብረታዊ ቃልሲ ንናጽነት፣ ውዲትን ተጻብኦታትን ኣብ ልዕሊ ኤርትራ፣ ምግሃስ ደሞክራስያዊ መሰላትን በሰሎን፣ ህዝባዊ ግንባር ዝሓለፎም ናይ ቃልሲ መድረኻት፣ ዝተጎናጸፎም ዓወታት ከምኡውን ተራን ኣበርክቶን ህዝቢ ብሓፈሻ፣ ሓፋሽ ውድባትን ህዝባውያን ማሕበራትን ድማ ብቐንዱ ተዘንቱ። መዓልታት ጉዕዞ ሓርነታዊ ቃልሲ፣ ነብሲ ወከፍ ደቒቕ፣ ካልኢት፣ ሰዓትን ውን ገና ዘይተገልጸ ፍጻሜታት ኣለወን። በዓል ኣፍ ታሪኽ ክጉዕጽጽ ዕድል ከይረኸበ፣ ተጀሚሩ ዘሎ ተበግሶታት ብዝሓየለን ዝተወደበን ኣገባብ ክቕጽል ይግባእ። ምኽንያቱ ታሪኽ ውርሻ ወለዶታት ስለ ዝኾነ። ፍሮይን ፍጹም ካብ ሆቴል እምባሴራ።